ሰላም ሰላም ተኸታተልቲ ናይዚ ቻነል ከመይ ቀኒኹም? ኣብ ዝሓለፈ ክልተ ምርጫታት ሂበኩም ነይረ በቲ ፖስት ዝገበርኩ ናይ ቮት ናይ ምርጫ ማለት እዩ ክልተ መጽሓፍቲ ካብዚአን ኣይነይትቕ መጽሓፍ ቀዳመይቲ ሳማሪ ወይ ከዓ ጽሟቕ ከምጻልኩም ኢለኩም ናይ ዘ ሳይኮሎጂ ኦፍ ማኒ ትብል ዶ ወላስ ቲንክ ኤንድ ግሮ ሪች ትብል ዳርጋ 71 ሚእታዊት ካብ 440 እታ ቀዳመይቲ ምርጫ ማለት ሳይኮሎጂ ኦፍ ማኒ ስለ ዝበልኩም ከምቲ ፕሮሚስ ዝኣተኽዎ ካብዚኣ መጽሓፍ እዚኣ ዝተማሃርክወን ሓሙሽተ ኣዝየን ኣገደስቲ ዝኾና ነጥብታት ገለ ክብለኩም እየ። እዛ መጽሓፍ ብ ሞርጋን ሃስል ዝተጻሕፈት The Psychology of Money፣ ስነ ልቦና ኣብ ገንዘብ፣ ትብል ኣርእስቲ እያ። እቲኦም ኢንግሊሽ ከተንብቡ ትኽእሉ I highly recommend you ነዚኣ መጽሓፍ እዚኣ ከተንብብዋ I don't think ብትግርኛ ዘላ ኣይመስለንን ብትግርኛ እንተሃልያ ግን ኣርሙኒ። ስለዚ ካብ መጀመርያ ክሳብ መወዳእታ ክትከታተሉኒ ይዕድመኩም ሰናይ ምክትታል። ቁፅሪ ሓደ ኣሉታዊ ኣረኣእያ ዝተፈላለያ ሶሻል ሜድያ ናይ ዓለምና ብኔጌቲቭ ወይ ከዓ ብኣሉታዊ እየን ዝቆፃፀራና ናይ ዓድና ይኹን ናይ ዓለምና ይኹን ብዘየገድስ ማለት እዩ ኣነ ሕጂ ኣብቲ ዓውዲ ስለ ዘለኹ ወላ ናይ ማርኬቲንግ ብሓፈሻ ኮርስ ስለ ዝወሰድኩ ተማሂረ ክልተ ኣብነት ክበኩም ልዕሊ ዓሰርተ ሽሕ ዝኾኑ ስደተኛታት ናይ ኣፍሪቃ ካብ ዩኤሰ ወይ ካብ ኤመሪካ ንዓዶም ተጠሪዞም ትብል ዜና ክትሰምዑ ከለኹምን ኤመሪካ ልዕሊ ዓሰርተ ሽሕ ዝኾኑ ካብ ኣፍሪቃ ዝመጹ ስደተኛታት ተቐቢላቶም ዝብል ዜና ክትሰምዑ ከለኹም ናበየናይ ምኸድኩም ነርኩም? ተጠሪዙ ዝብል ዜና ክንርኢ ከለና ብፍላይ ኣብ ዩቱብ ድዩ ኣብ ቢቢሲ ድዩ ብዘይገድስ ናብ ተጠሪዙ ወይ ከዓ ተመሊሶም ዝብል ምሳሓበና ነይሩ ሕጂ ሶሻል ሜድያ ከዓ ብተፈጥሮ ቢዝነስ ስለ ዝኾነ እንታይ እዮም ዝገብሩ ኔጌቲቭ እዮም ዝሸጡልካ ማለት እዩ። ኣብቲ ማርኬት ወይ ኣብቲ ቁጠባ ዘሎ ማረኣያ ከምዚ ኔጌቲቭ ክኸውን እዩ፣ ከምዚ ኣሉታዊ ክኸውን እዩ፣ ቁጠባ ናይ ዓለምና ሪሰሽን ከጋጥም ወይ ዕስራ ሚእታዊት ከምዚ ገይራ ክትጎድል እያ እንዳበሉ ዝተፈላለየ ኔጌቲቭ ወይ ከኣ ኣሉታዊ ነገር ክሸጡልካ እዮም ዝረኣዩ። ምኽንያቱ ኣቴንሽን ናትካ ክስሕቡ ስለ ዘለዎም ከም ቢዝነስ መጠን ማለት እዩ። ንሕና ከኣ ከም ደቂ ሰባት መጠን ኦፍ ኮርስ ብብዝሒ ኔጌቲቭ ወይ ከኣ ኣሉታዊ ዘለዎ ኣረኣእያ ክንመጽኣና ከሎ ርግጸኛታት ኣይንኸውንን ኢና። ስለዚ እቲ መጻኢስ ካብ መኽሰብ ክሳራ ከም ዘሎ ወይ ከኣ ሪስክ ከም ዘሎ ወይ ከኣ ዘይተረጋገጸ ነገር ከም ዘሎ ጌርና ክንወስዶ ኢና። ካብ ምውፋር ዓዲ ክንውዕል ኢና። ገንዘብካ ሴቭ ዘይትገብሮ እንተገዲሰካ ኢልና ሒዝና ክንክንኽእል ኢና። ካብ ነዋፍሮስ ገንዘብና ሒዝና ኮፍ ክንብል ንኽእልና ብፍርሒ እቶም ሜድያ ሓጺቦምና ስለ ዘለዉ ማለት እዩ። ወይ ከኣ ኣዋፊርና እንተ ኔርና ከኣ ኦፍ ኮርስ ፈሪሕና ክንሸጦ ንኽእል ኢና። ዓሰርተ ፐርሰንት ምስ ጎደለት ዋእ እምበኣር ብሉምበርግ ወይ የሆ ፋይናንስ ሓምሳ ሚኢታዊት ክጎድል እየ ኣብ ዝመፅ ዘሎ ዓመት ስለ ዝበለት ሕጂ ዓሰርተ ሚኢታዊ ጎዲላ ዘላ እሞ ተገደሰ እንዳ ሕጂ ዘይሸጣ ኢልና ኣብ ዘይቦቱን ሰዓቱን ክንሸጣ ንኽእል ኢና ማለት እዩ ስለዚ ኩሉ ግዜ ሜድያ ብኔጌቲቭ ወይ ብኣሉታዊ ነገራት ክቋፃፀሩና ስለ ዝፍትኑ ጥራይ ዘይኮነ ንዕኦም ኣቴንሽን ንመስሓብ ኔጌቲቭ ስለ ዝስሕበሎም ኩሉ ግዜ ኣሉታዊ ዝኾነ ነገራት እዮም ዝህቡና ንሱ ጥራይ ዘይኮነ ፕሮግረስ ወይ ምዕባለ ቀስ እንዳበለ እዩ ዝኸይድ ከምዚ ዳይረክትሊ ኣይከይድን ሰት ባክ ወይ ከዓ ሽግር ክመፅእ ከሎ ግን ኦፍኮርስ ቀልጢፉ ክራሽ ስለ ዘጋጥም ሰብ ከዓ ቀልጢፉ ክፈርሕ ይኽእል እዩ እዚ ብምርዳእ እዩ እምበኣር ሞርጋን ሃስል ኣብዛ መፅሓፍ ሳይኮሎጂ ኦፍ ማኒ ከዓ ሞር ኣብ ናይ ሳይኮሎጂ ወይ ከዓ ኣብ ናይ ሶሻል ሜድያ ኣተኪሩ መግለፂ ሂቡ ዘሎ ቁፅሪ ክልተ ማጂክ ኦፍ ኮምፓውንዲን ኮምፓውንድ ኢንትረስት ሻሙናይ ዘገርም ፍጥረት ናይዛ ዓለም ኢልዎ ኣልበርት ኣንስታይን። ኮምፓውንድ ኢንተረስት ማለት ብሕጽር ዝበለ ማለት ብዙሕ ግዜ እኳ ተዛራሪብናዮ ኣለና ወለድ ኣብ ርእሲ ወለድ ክወልድ ከሎ ማለት ስለዚ እቲ መጀመርያ ኢኒሻል ነዋፍሮ ዘለና ወይ ነዋፍሮ ዘለና ገንዘብ ጥራይ ዘይኮነ እቲ ወለድ ንባዕሉ ምስ ወለደ እሱ ከኣ እቲ ወለድ ገንዘብ ሒዝልና ክመጹ ማለት እዩ ንኣብነት ኣብ ኤስ ኤን ፒ ፋይፍ ሃንድረድ ዓሰርተ ሽሕ ኣዋፊረ ንበል ኣብ ቀዳማይ ዓመት ክዕ ዕስራ ፐርሰንት ከኣ ውጽኢት ወይ ከኣ ሪዛልት ተረኺብዎ። እቲ ዓሰርተ ሽሕይ ኣብ ቀዳመይቲ ዓመት ከባቢ ዓሰርተ ክልተ ሽሕ ክኾነለይ እዩ። ኣብ ካልኣይ ዓመት ዓሰርተ ኣርባዕተ ሽሕን ኣርባዕተ ሚእትን ክኸውን እዩ። እቲ ኣርባዕተ ሚእቲ ካበይ ይመጽእ ኣሎ? እቲ ክልተ ሽሕስ ኦኬ ናይ ዓሰርተ ሽሕ። እቲ ክልተ ሚእቲ ኣርባዕተ ሚእቲ ከኣ ካብቲ ክልተ ሽሕ ይውለደለይ ኣሎ ዕስራ ፐርሰንት ናቱ ማለት እዩ። ኣብ ሳልሳይ ዓመት ዓሰርተ ሸውዓተ ሽሕን ክልተ ሚእትን ሰማንያን ይኸውን ኣሎ። ኣብ ራብዓይ ዓመት ዕስራ ሽሕን ሸውዓተ ሚእትን ሰላሳን ሽዱሽተን ክኸውን ኣሎ። ኣብ ኣብ ውሽጢ ኣርባዕተ ዓመት ዕስራ ፐርሰንት ብምርካብ ጥራይ ልዕሊ ዕስራ ሽሕ ኮይኑ ዳብል ኮይኑ ኣሎ ማለት እዩ። ኣብዛ መጽሓፍ ዝህበና ኣብነት እምበኣር እዚ ጸሓፋይ ናይ ዋረን ባፈት ኣብነት እዩ። እዛ መጽሓፍ ኣብ ዝተጸሓፈትላ ግዜ ዋረን ባፈት ኣርብዓን ሓሙሽተን ነጥቢ ሓሙሽተ ቢልዮን ሃብቲ ነይርዎ። ከባቢ ኣርብዓን ሓሙሽተን ነጥቢ ክልተ ካብዚ ገንዘብ ኣርብዓን ሓሙሽተ ነጥቢ ክልተ ካብቲ ኣርብዓን ሓሙሽተ ነጥቢ ሓሙሽተ ገንዘቡ ከኣ ወዲ ሓምሳ ምስ ኮነ እዩ ጀሚርዎ ሕጂ ከባቢ ተስዓ ኣለዎ ኣረምባ ፍትስዓን ገለን ሕጂ እንታይ ዘርእየና ዘሎ ኮምፓውንድ ኢንትረስት ግዜ ምስ ትህቦ ወዲ ዓሰርተ ሓደ ዓመት እዩ ጀሚሩ ዋረን ባፈት ወዲ ሰላሳ ዓመት ምስ ኮነ ክንደይ ገንዘብ ነይርዎ ሚልዮነር ኮይኑ ወዲ ሰላሳ ዓመት ሚልዮነር ኮይኑ ኢማጅን ብዙሕ ገንዘብ ኣይነበሮን ሚልዮነርስ ወዲ ሰላሳ ዕስራ ዓመት ጸኒሑ ግን እቲ ገንዘቡ ከባቢ ሓምሳን ኣርባዕተን ቢልዮን ኣብጽሕዎ ኣሎ ኦፍኮርስ ሕጂ ከኣ መዓት ገንዘብ ኮይኑሉ ማለት እዩ ቀንዲ ኣብነት ዝህበና ኣብዚ እንታይ እዩ ብንእሽተና ክንጅምር ወይ ከዓ ቀልጢፍና ኢንቨስትመንት ወፍሪ ክንጅምር ከም ዘለና እዩ ዘተባብዓና ኣብዚ መፅሓፍ ማለት እዩ ምክንያቱ ዋረን ባፈት ካብ ንእሽቱ ስለ ዝጀመረ

ንፉዕ ኢንቨስተር ስለ ዝነበረ፣ ክሳብ ሕጂ ከኣ ከምዚ ዝኣመሰለ ሃብቲ ክሃንጽ ወይ ከኣ ክእክብ ከኹእሎ ጀሚሩ ኣሎ። ስለዚ ንሕና ክነመሃረሉ ዝግበኣና እንታይ ቀልጢፍና ኢንቨስትመንት ክንጅምር ከም ዘለና የተባብዓና ኣሎ ማለት እዩ። ቁጽሪ ሰለስተ፣ ኣነን ንስኻን ሓደ ኣይኮናን። ኣነን ንስኻን ኣብ ገንዘብ ዘለና ኣረኣእያ በበይኑ እዩ። ምኽንያቱ ሓደ ስለ ዘይኮና። እዛ መጽሓፍ እዚኣ ምስ ገንዘብ ዘለና ኣረኣእያን ርክብን፣ ኣብ ውልቃዊ ባህርያትን ኣተዓባብያን ተመኩሮን ኩሉ እቲ ብዛዕባ ገንዘብ እንዳተነገርናዮ ዝዓበናን ኣብ ግምት ኣእትያ ትገልጽ ወይ ከኣ ተብርህ እያ። ገለ ሰባት ሪስክ ዘይፈርሑ ክኾኑ ይኽእሉ እዮም፣ ብዛዕባ ገንዘብ ክንዛረብ ከለና ማለት እዩ። ገለ ሰባት ከኣ ሪስክ ወሲዶም ስለ ዘይፈልጡ ቁሩባት ኣፍርሕ ከብሎም ይኽእል እዩ። እዚ ከኣ ኖርማል እዩ ማለት እዩ። ኩሉ ግዜ ኣብዚ ቻነል ከም ንብሎ ከኣ ዝተፈላለየ ሕግታት ኣሎ ብዛዕባ ስቶክ ማርኬት ይኹን ብዛዕባ ምሕደራ ገንዘብ። ከተመሓድሮ ከለኻ ትጥቀመሉ ሜላታት፣ ንኣብነት ሓንቲ ካብተን ፍሉጣት ዝበዝሐ ቻነላት ኬድኩም ክትረኽቡዋ ትኽእሉ ኢኹም፣ ዕስራ፣ ሰላሳ፣ ሓምሳ ትብል ብዛዕባ ምሕደራ ገንዘብ ትገልጽ እያ። ዕስራ ሚእታዊት ካብቲ ገንዘብካ ሴቭ ግበሮ ወይ ኢንቨስት ግበሮ፣ ሰላሳ ሚእታዊት ኣብቲ ክትዘናጋዕ ድዩ ኣብቲ ዋንትስ ዝበሃል ከተጥፍኦ፣ እቲ ሓምሳ ፐርሰንትኻ ኣብቲ ናይ ገዛ ክራይ ድዩ ካልእ ካልእ ሞርጌጅ ድዩ ኣብቲ ኣገዳሲ ዝኾኑ ነገራት ከተጥፍኦ ኢላ ትገልጽ እያ ማለት እዩ። ሕጂ እዚ ዕስራ ሰላሳ ሓምሳ ትብል ንዓይ ስለ ዝሰርሓለይ ንዓኻ ይሰርሓልካ ማለት ኣይኮነን። ምኽንያቱ ናተይን ናትካን ሂወት በበይኑ ክኸውን ስለ ዝኽእል። ንዓኻ ብዝምችኣካን ስምዒታትካ ክርድኦ ብዝኽእል ነገራትን ከተመሓድሮ ገንዘብካ ሓጋዚ ይኸውን። ከም ጋይድ ከም መምርሒ ክትጥቀመሉ ኢኻ፣ ትሕግዝበን እያ ማለት እዩ። እንተዘይኮይኑ ግን ንዓኻ ብዝምችኣካ መገዲ ክትሰርዖ ኣዝዩ ኣገዳሲ ይኸውን። እዚ ዓይነት ኣካይዳ ወይ ከኣ ፍልልይ ከኣ ብዛዕባ ፍልጠት ወይ ክእለት ዘይኮነ ብዛዕባ ምቹእነት እዩ። ንዓኻ ብሳይኮሎጂ ዝተተሓሓዘ ብኸየናይ መገዲ እዩ ንዓኻ ክጥዕመካ ዝኽእል? በቲ ዝጥዕመካ መገዲ ከኣ ትሰርዖ። ከም ጋይድ ግን ከም መምርሒ ግን ገለ ካብቲ ገንዘብካ ከተዋፍሮ ተመራጺ ይኸውን። ኣብ ስቶክ ማርኬት ዲኻ ተዋፍሮ ዋላስ ሪል ስቴት ገዛ ኢኻ ክትገዝኣሉ? ቢዝነስ ዲኻ ትከፍተሉ ወላስ ስቶክ ማርኬት ኢኻ ተተዋፍረሉ ኩሉ ካብ ሰብ ናብ ሰብ ክፈላለ ይኽእል እዩ። እቲ ምርጫታትካ ፈሊጥካ እቲ ቁኑዕ ዝኾነ ውሳነ ንዓኻ ክጠቕመካ ዝኽእል ከኣ ክትወስዶ ይግባእ። እቲ ቀንዲ እዚ መጽሓፍ ከመሓላልፎ ዝደልዮ መልእኽቲ እንተሃልዩ ኣብ ገንዘብ ዘለና ናይ ኣረኣእያ ፍልልይ ምርዳእ ኣብ ገዛእ ርእስና ዝበለጸ ኣዌርነስ ከም ዝህልወናን ዝሓሸ ናይ ገንዘብ ውሳነታት ከም ንገብርን ክሕግዘና ከም ዝኽእልን። ቁጽሪ ኣርባዕተ፣ እቲ ክፍሊት ክትከፍሎ ኣለካ። ጫማ ክትገዝእ ደሊኻ ናብ ዱካን ኬድካ ንበሎ እንዳ ኣዲዳስ። ሕጂ እቲ ጫማ ሓድሽ ጫማ ክግዛኣካ ዝደለየ ንኣዕሩኽትኻ ኢምፕረስ ክትገብር ወይ ከኣ ምስ ሓንቲ ጓል ደይት ኣለካ ወይ ከኣ ክትወጽእ ኢኻ ንበሎ። ክልተ ኣማራጺታት ኣለካ እቲ ቀዳማይ እቲ ዝግባኣካ ገንዘብ ከፊልካ ክትወጽእ እቲ ካልኣይ እቲ ጫማ ሒዝካ ሰሪቕካ ክትሃድም። ኣየናይ ምወሰንካ? ክግምትዶ? እቲ ቀዳማይ ምመረጽካ ካርድኻ ኣውጺእካ እቲ ዝግባኣካ ገንዘብ ከፊልካ ብሰላም ክትወጽእ ማለት እዩ እቲ ነጥቢ ጫማ እንተደሊኻ ክትከፍል ኣለካ ስቶክ ማርኬት ወፍሪ ከኣ ብሓፈሻ ክፍሊት ኣሎ ብነጻ ኣይኮነን ንኣብነት ኣብ ኣማዞን ቅድሚ ክልተ ዓመት እንተተዋፍር ነርካ ሓምሳ ሚእታዊት ገንዘብ ምጎደለ ነይሩ ኣብ ውሽጢ ዓመት ማለት እዩ ዓመት ጸኒሑ ግን ዳርጋ ተመሊሱ ከኣ ሚእቲ ፐርሰንት ወሲኹ ኩሉ ገንዘብካ ኣብ ኣማዞን ኣዋፊርካዮ እንተትኸውን ኔርካ ንኣብነት ዓሰርተ ሽሕ ዕስራ ሽሕ ናብ ስድራኻ ክትከይድ ናብ ሰበይትኻ ወይ ናብ ጓልካ ክትከይድ ብዙሕ ኮንፈርትብል ወይ ምቹእነት ዘይክስምዓካ ይኽእል እዩ ምክንያቱ ካብ ሃብቲ ናይ ገንዘብካ ሓምሳ ፐርሰንት ኣብ ውሽጢ ሓደ መዓልቲ ድዩ ኣብ ውሽጢ ወርሒ ክጎድል ከሎ ጽቡቕ ኣይስምዓካን እዩ ኣነ ከማን ጽቡቕ ኣይምተሰምዓንን እንተኾነ ግን ኣብ ስቶክ ማርኬት ኩሉ ግዜ ቮላተሊቲ ኣሎ። ኣማዞን ቅድሚ ዓሰርተ ዓመት ዓሰርተ ሓሙሽተ ዓመት ከባቢ እንተተዋፍር ኔርካ ከባቢ ሸውዓተ ሽሕን ሸውዓተ ሚእትን ፐርሰንት ዝኸውን ሪተርን እዩ ተረኺብዋ። እዚ ማለት ከኣ ሓደ ሽሕ ተተዋፍር ኔርካስ ከባቢ ሰብዓን ሸሞንተን ሽሕ ምኾነልካ ኔሩ ማለት እዩ። እዚ ሰብዓን ሸሞንተን ሽሕ ግን ብነጻ ኣይኮነን መጺኡ ምኽንያቱ ስቶክ ማርኬት ኩሉ ግዜ ላዕልን ታሕትን ክብል ናይ ግድን እዩ። So ወፍሪ ኣብ ስቶክ ማርኬት ጽቡቕ እዩ። ሃብትኻ ክንጸልካ ክእል እዩ ከምቲ ካልእ ከም በዓል ሪል ስቴት ከም በዓል ገዛ ማለት እዩ። ፍሪደም ክበካ ክእል እዩ ሓብቲምካ ናጽነት ክትረክብ ትኽእል ኢኻ ኣብ ዝደለኻዮ ግዜ ምስ ደለኻዮ ሰባት ድሌትካ ክትገብር ትኽእል ኢኻ እንተኾነ ግን ኣይትዓሽው ክፍሊት ኣሎ ክፍሊት ናይ ስቶክ ማርኬት ከኣ እዚ ፌር ፍርሒ ቮላቲሊቲ ምንቅስቃስ ናይ ስቶክ ይኸውን ኣሎ ማለት እዩ ነፃ ዝበሃል የለን እቲ ክፍሊት ኣብ ዝኾነ ነገር ክፍሊት ክትከፍል ኢኻ እቲ ክፍሊት ክፈላለ ይኽእል እዩ ገለ ናይ ገንዘብ ክኸውን ይኽእል እዩ ገለ ናይ ሳይኮሎጂ ክፍሊት ክኸውን ይኽእል እዩ ኣብዛ መጽሓፍ ከም ዝብርሃልና ከኣ ኩሉ ግዜ ናይ ሳይኮሎጂ ክፍሊት ከም ዘለና የብርሃልና ማለት እዩ ቁጽሪ ሓሙሽተ ኣብ ፋይናንስ ዕድል ዓቢ ተራ እዩ ዘለዎ ኩሉ ወዲ ሰብ ሃብታም ክኸውን ይደሊ እዩ ኩሉ ወዲ ሰብ ዕውት ክኸውን ይደሊ እዩ ኩሉ ሰብ ብዙሕ ሰብ ከኣ ክሕግዝ ዝደሊ እዩ ንሕና እንገብሮ ጌጋታት ከም ደቂ ሰባት መጠን ማለት እዩ ንሓደ ሃብታም ንርኢ እሞ እዚ እንታይ ጌሩ ከምዚ ከምዚ ጌሩ ስለዚ እቲ ናቱ ኮፒ ክገብሮ እደሊ ማለት እዩ ሓደ ዕዉት ስለ ዝረኣኹ ነቲ ዕዉት ዝኾነ ሰብ ኮፒ ክገብሮ ወይ ከዓ ክቀድሖ ይደሊ ኣብ ስቶክ ማርኬት ይኹን ኣብ ሪል ስቴት ይኹን ኣብ ሃብቲ ብሓፈሻ ማለት እዩ እንተኾነ ግን ዕድል ዓቢ ተራ እዩ ዝፃወት ንኣብነት ቢል ጌትስ ብ1968 ሌክ ሳይድ ትበሃል ንእሽተይ ቤት ትምህርቲ ኣብ ሲያትል ዩኤስኤ ነይራ ሕጂ ኣብዛ ዩኤስኤ ከባቢ 300 ተምሃሮ ነይሮም ክገርመኩም ኣብቲ ሽዑ ግዜ ሽሕን ትሽዓተ ሚእትን ስሳን ሸሞንተን ከባቢ ሰለስተ ሚእቲ ሚልዮን ዝኣክሉ ናይ ካልኣይ ደረጃ ተማሃሮ ወይ ናይ ሃይስኩል ተማሃሮ ነይሮም ኣብ ዓለምና ካብዞም ሰለስተ ሚእቲ ሚልዮን ተማሃሮ እቶም ሰለስተ ሚእቲ ኣብዛ ሌክሳይድ ዝትብሃል ንእሽተይ ቤት ትምህርቲ ኣብ ሲያትል ይመሃሩ ነይሮም ሓደ ካብዞም ሰለስተ ሚእቲ ተማሃሮ ከኣ ቢል ጌትስ እዩ ነይሩ ቢል ጌትስ ከኣ ኦፍ ኮርስ እዚ ማይክሮሶፍት ትብሃል ዓባይ ካምፓኒ ጀሚሩስ ኣብ ከመይ ደረጃ ኣብጺሕዋ ኣሎ ካልኣይቲ ዝዓበየት ትካል ናይ ዓለምና ኣላ ኣብዚ ግዜ እዚ ማለት እዩ so ቢል ጌትስ ናይ ክልተ ሽሕን ሓሙሽተን ዝተመረቑ ባዕሉ ዝበሎም ክዛረብ ከሎ ማለት እዩ if there had been no Lakeside there would have been no Microsoft ኢልዎም Lakeside እንተዘይህሉ ኔሩስ ማይክሮሶፍት ኣይምሃለውን ኔሩ so እንታይ ዘርእየና ዘሎ ኣብ ትሽዒ ግዜ ሽሕን ትስዓተ ሚእትን ሸሞንተን ክመልሰኩም እየ ኮምፒተር ኣይነበረን ኣብ ዓለምና ሌክሳይድ ትበሃል ቤት ትምህርቲ እዚ ቢል ጌትስ ዝመሃርላ ዝነበረ ሓንቲ ቤት ትምህርቲ ነይራ ኮምፒተር ኣክሰስ ዝነበራ ማለት እዩ ወላ ግራጅዌት ትኩን ወላ ፕሮፌሰር ኩን ናይ ኮምፒተር ዕድል ኣይነበርን ቢል ጌትስ እቲ ዕድል ረኺብዎ ሓደ ካብቶም ሰለስተ ሚእቲ ተምሃሮ ማለት እዩ ኩሎም ዕድል ነይሮም ቢል ጌትስ ክጥቀመሉ ክኢሉ ሕጂ እንታይ ገይሩ ብዙሕ ደኺሙ እዩ ብዙሕ ስዒሩ እዩ ብዙሕ ክእለት ኣጥርዩ እዩ ከይደቀስ እዩ ዝሓድር ነይሩ ብዛዕባ ቴክኖሎጂ ክመሃር ማለት እዩ እንተኾነ ግን ኣብኡ እንተዘይጸንሕ ነይሩ ቢል ጌትስ ማይክሮሶፍት ኣይመሃለወት ነይራ ወይ ካልእ ሰብ ተዝኸውን ኔሩ ሜይቢ ትዕድላይ ምተጠቀመሉን ኔሩ ግን ከኣ ኣነ ከም ማይክሮሶፍት ዝኣመሰለ ትካል ክኸፍት ኣይክእልን ኣብዚ ግዜ እዚ ምክንያቱ ከም ናቱ ዕድል ኣይረኸብኩን ኣለኹ እቲ ቦታ ተዓጺኒ ክኸውን ይኽእል እዩ ቴክኖሎጂ ሕጂ ስለዚ እንታይ እታ ቀንዲ ነጥቢ እዚ ክንመሃርላ ዝግባኣና ባዕሉ ኣብታ መጽሓፍ ከም ዝብሎ ማለት እዩ ዶን ኮፒ ኣር ሳክሰስ ባት ስታዲ ሳክሰስፉል ፓተርንስ ዝብሎ ናይ ደቂ ሰባት ዓወት ኮፒ ክትገብሮ ኣይትፈትን ወይ ክትቀድሖ ኣይትፈትን፣ እንታይ ደኣ ንብዙሓት ሰባት ከዐውቶም ዝኸኣለ መገድታት ርኢኻ በቲ ናቶም መገዲ ክትከይድ ፈትን እዩ ዝብል። ስለዚ ሓደ ሰብ ርኤልካ ዕዉት ብዝኾነ መገዲ ማለት እዩ ናቱ ዕድለኛ ክኸውን ይኽእል እዩ ከምዚ ናይ ቢል ጌትስ ብዙሕ ሰባት ኣለዉ ከምዚ ዝጀመሩ ንኣብነት ዋረን ባፈት ወዲ ዓሰርተ ክልተ ዓመት ዓሰርተ ሓደ ዓመት ኮልኡ ናይ ስቶክ ማርኬት ዕድል ኣፖርቹኒቲ ረኺቡ ኣነ ወዲ ዓሰርተ ሸውዓተ ዓሰርተ ሸሞንተ ዓመት እየ ናብዚ ዩኬ ናብ ኢንግላንድ መፅአ ኣብቲ ኤርትራ ኣብ ዓድና ዝነበርኩ ናይ ቴክኖሎጂ ወይ ናይ ስቶክ ማርኬት ኣፖርቲኒቲ ወይ ዕድል ኣይነበረን ኣብቲ ኣነ ዝነበርኩሉ ማለት እዩ ስለዚ ንስኻ ምስ ሰብ ከየወዳደርካ ኣብዚ ግዜ እዚ እንታይ የዐዊትዎም ንዝበዝሑ ሰባት ኢልካ ተመሪጽካ ብናቶም መገዲ ክትከይድ ከም ዘለካ እዩ ተርእካ ኣብዚ መጽሓፍ ማለት እዩ ስለዚ ዝበዝሐ ሰብ ዝገብሮ ብፍላይ ኣብ ስቶክ ማርኬት እዚ መሰብ እዚ ኣብ ከምዚኣ ከምዚኣ መሪጽ እዩ እሞ ኣነ ከዓ ከም ናቱ ክመርጽ እየ ከምኡ ዝበሃል የለን ምክንያቱ ንደቂ ሰባት ብዝተፈላለየ መገዲ ከይዶም ተዓዊቶም ክኾኑ ይኽእሉ እዮም ታይሚንግ ወይ ግዜ ወይ ዕድል ዓቢ ተራ ክህልዎ ይኽእል ማለት እዩ እምበኣር ክቡራት ተኸታተልትና ካብዘን ኣገደስቲ ዝኾና ሓሙሽተ ነጥብታት ናይ ሳይኮሎጂ ኦፍ ማኒ ትብል ብዙሕ ከሲብኩም ክትኮኑ ተስፋ ገብር ክሳብ መወዳእታ ብምክትታልኩም ከኣ ብልቢ የመስግን ሰሰናዩ